ከመይ ቀንዮም ሎምዓንቲ እንመሃሮ ትምህርቲ ብዛዕባ ኣንቲ ወይ ኣብ ቀዳመይቲ ቪድዮ ከመይ ገርና እቲ ግን ስኮር ዝበሃል ኣብ ኣብ ፕሮግራሚን ዝኾነ ስኮር ግን ኣቨሬጅ ክንገብር ተኾይንና ቤቲ ፕሮግራም ከመይ ገርና ነውጾ ዝብል ነሩ እጂ እንርዮ ኣብ ብ ከመይ ገርና ብ ዳፊኒሽን ወይ ከኣ ብ ፋንክሽን ጸዊዕና እኻ ዲክላረሽን ገርና እንሰርሖ መጀመርያ ከም ሉሙድ እዚኣ ናብዚ ክንወስዳ ኢና። ብድሕርዚ ብድሕርዚ ኣብዚ እንታይ ክንገብር ኣለና ነዘን ኣብዚ ዝነበራ ብለን ክንወስደን ኣለና ምክንያቱ the same ሓደ ዓይነት ኮድ ኮይኑ ግን ብዝተፈላለየ መገዲ እዩ ክንሪኦ ማለት ክንፈጥሮ ኣብ ሓደ ላይን ክመፅእ ኣለዎ ማለት እቲ ስፔስ ማዕረ እንዴተ ኮይኑ እቲ ፕሮግራም ኤረር ኤግዛክትሊ ኤረር ስለ ዝህብ so we need to be more careful ሰለስተ ሳብ ፋንክሽን ክንፈጥር ኢና እትም ክልተ ባክ ዘይገብሩ እቲ ሓደ ግን ዝኾነ ነገር ሪተርን ዝገብሩ ማለት እዩ ሳብ ዋን ኢልና እዚ ዶንግ ሳምቲንግ ንሽም ንፅውዕ ዋላ ሽም ንፅውዕ ንኣብነት ከመይ ሽም ሽምካ መን እዩ ዋላ እንተኢልናዮ ድሕሪኡ ስካን ኣፍ ኢልና ፐርሰንትጅ ኤስ ኢልና ማለት እዩ ብድሕሪኡ ኔም ንኸይድ ማለት እዩ እዚ ከምርሳዕ የብልና ቮይድ ስለ ዘሎ ኣብዚ ሪተርን ዝበሃል ዋላ ሓንቲ ስለ ዘይገብር ከምዚ ክንበለና ማለት እዩ ካልኣይ ከዓ ቮይድ ሳብ ክልተ ጌርና ብድሕሪ ኣብስኻ ስታይ ንገብር ማለት ዝኾነ ደሲማል ንህቦ ማለት እዩ ፕሪንት ኤፍ ኢልና ጊቭ ሚ ደሲ እቲ ማለት እቲ ንፅሕፈ ከዓ ዝኾነ ነገር ኢንፎርሜሽን ደሲማል እቲ ደሲማል ናምበር እቲ ዝኾነ ነገር ሓበሬታ ማለት ሎጂካ እንዳገበረ እንተኸይዱ ዝኾነ ነገር ንኽርድኣና ዋላ ቀሊል ይኸውን ማለት እዩ። እስካን ኣፍ ምስ በልና ሽዑ ግራድ ግራድ ክንረክብ ስለ ዘለና ኤፍ ኣብዚ ይመፅእ ድሕሪ ኤፍ ከዓ ከምዚ ጌርና ኣብዚ ግራድ ንቦ ማለት እዩ እዚ ከዓ ቮይድ ስለ ዘሎ ቮይድ ማለት ዝኾነ ሪተርን ስለይገብር ከምዚ ንገብህቦ ማለት እዩ ኣብዚ ግን እታ ሳልሰይቲ ሳብ ፋንክሽን ግን ሳብ ሰለስተ ምስ በልና ኢንት ዋላ ዝኾነ ነገር ኤክስ as well as int y እንተሂብናዮ ብድሕሪኡ ድሕሪኡ ኣብዚ ክንፈልጦ ዘለና ነዚኣ ዋይል ዘላ ክነምፅኣ ኣለና ኣብቲ ዋይ ሎጎ ኣምጺና እንድሕር እንተእቲናዮ ሶ እቲ ዋይል ሕጂ እዚ እንታይ ይብለና ኣሎ ዋይል ግሬድ ኢዝ ኖት ኢኳል ቱ ዜሮ ልክዕ እንታይ ማለት እቲ ዋይል ልክዕ ዜሮ ምስ በጽሐት እንታይ ትኸውን ጠጠው ትብል ማለት እዩ ዜሮ እንተይተኮይና ግን ስኢላ ትጸውር በቃ ማሽን ምሻላ ማሽን ሓንቲ ሓንቲ ማሽን እንድሕር ዘይት እንድሕር ዘይት ትወስድ ተኾይና ወይ ኸዓ ነዳዲ ወይ ኸዓ ነዳዲ ትወስድ እንድሕር ተኾይና ነዳዲ ምስ ተወድኣ ጠጠው ትብል እዚኣ ፕሮግራም ከዓ ልክዕ እቲኣ ግሬድ ናታ ኣብ ዜሮ ምስ በፅሐት እንታይ ትኸውን ጠጠው ትብል ማለት እዩ እቲ እቲ ሎጂክ ኣተሓሳስባ ክመፀልና ምእንቲ ብድሕሪኡ ኣብዚ እንታይ ክንህብ ኣለና ናብቲ ሜን ፋንክሽን ከግድን ምክንያቱ ከምቲ እቲያ ማሽን ብዘይ እቲ ሓፃዊን ተጸጊዕዋ ዘሎ ሓጺን ብላዕሊ ሓጺን ሸው እቲ ድሕሪ ሓጺን ከኣ እቲ ናፍታ ነእትወሉ ማለት እዩ። እዚ ከኣ ልክዕ እቲ ሜይን ፕሮብለም ምስ ሃለወ ድሕሪ ሜይን ከኣ እቲ ሳብ ሜይን ይመጽእ ማለት እዩ። ሽዑ ኣብዚ እንታይ ክንገብር ክንጽውዖ ኣለና ማለት እዩ። ኣብ ሳብ ኢልና ሳብ ዋን ሽዑ ከምዚ ክንገብር ኣለና ሽዑ ሳብ ቱ ምክንያቱ ዋላ ሓንቲ ስለ ዋላ ሓንቲ ስለ ዘይ ስለ ዘይገብር ዘሎ ጅስት ከምዚ ንገብሮ ሳብ ሰለስተ ምስ በልና ግን ቅድሚ ሳብ ሰለስተ ግን ኣብዚ እንታይ ክንገብር ኣለና ኢንት ኢልና ዋላ ኤ ንብል ዋላ ኢንት ኢልና ዋላ ኮምፒተር ንብል ኢንት ኢልና ኸኣ ወላ ካልኩሌተር ካልኩለስ ወላ ካልኩለስ ንብል ብድሕሪኡ ኣብዚ እንታይ ክንገብር ኣለና ኮምፒውተር ነት ማለት እዩ

ከምዚ ምስ ገበርናዮ ሕጂ እንታይ የርእየና ኣሎ ክልተ ፓራሜትር ኣብዚ ነይሩ ፓራሜትር ማለት ፓራሜትር እንታይ ማለት እዩ እንድሕር ተኢልና ፓራሜትር ፓራሜትር is the same as arg argumentor argumentor so ከምዚ ንበ ማለት እዩ ድሕሪ እዚ ምስ በልና ግን እቲ ኢፍ ዝበሃል ነምጾ ማለት እዩ ኢፍ ኣምጺና ኣብ ትሕቲ እዛ ሰብ ፋንክሽን ሰለስተ ንእቶ ማለት እዩ

ቢግ ካር ማለት ካር እዩ ዝብሃል እዩ ግሬት ካር ምስ ክሬት ማለት እዩ ሕጂ እቲ እዚ ደሲማል ይበና ዝኾነ ዝኾነ ሽም ይበና ሽዑ ኣብ ሰብ ፋንክሽን ክልተ ግን ክልተ ፓራሜትር ሂብና ኣብዚ ክንርስዐሉ ዘይብልና ሪተርን ሪተርን ኢልና ኤክስ ፕላስ ዋይ

ግድን ኢና ከምዚ ክንገብር ዘለና ማለት እዩ እሺ ኣብዚ ክልተ ምፅዋዕ ሽም ፀዊዕና ደስ ይበልና እምበር ደሊና ድሕሪኡ ዋይል ኢልና ማለት እዩ ግሬድ ዜሮ እንድሕር ተኾይኑ እዚ ዜሮ እንድሕር ተኾይኑ ሽዑ እቲ ቶታል ግሬድ ነዕብዮ ማስ ንድምሮ ካውንት ሶርካ ካውንት ንገብሮ ሽዑቲ እንደገና ንቦ ማለት እዩ እዚኣ እንተ ዘይሂብናያ ሞስትሊ እዚኣ እታ ዲፊካልት ፓርት ናይዚኣ ፕሮግራም ምክንያቱ ኦኬ እዚኣ እንዴት ኣክለንን ኢልና ክንገብር ንክእል ኢና ግን ኖ ኣያክልኒ ኣብ ዋይል ሉፕ ግድን ከንትዎ ኣለና ኣብዚ ጅስት ከም ሓደ ቁፅሪ ሂብና ኢና ሂብናያ ዘለና ማለት እዩ ወልደሰን ክመጸና ምእንቲ ኣቨረጅ ኦፍ ኤኒቲንግ ኤኒቲንግ ማለት እቲ ሎጂክ ኣተሓስባ እውን ማዕረ ክመጸና ምድሕሪ እዩ ኣብ ኣብ ከምዚ ምስ ገበርና ከምዚ ገርና ካብ ባክ ንብል ዋይል ኢልና ንድምሮ ንዕብዮ ኣብዝኻ ፕሪንት ኣፍ ኢልና ኸኣ ግረድ ንብሎ ማለት እዩ ኣብዝኻ እቲ ኣቨረጅ እቲ ሳሜሽን ከኣ ባክ ንገብሮ ድሕሪኡ ክልተ ክልተ ኢንቲጀር ሂብና ነዚኦም ከ ኮሊንግ ኮል ንገብሮ ማለት እዩ ሞስትሊ ኣብ ኣብ ኮሊንግ ዲ ፋንክሽን ንገብሮ ማለት እዩ ሳብ ሰለስተ ኮምፒተር ንካልኩለስ ወል ኣብዚ ዋላ ከምዚ ክንገብር ንኽእል ኢና ማዕረ እንተኾይኑ ኣቨሬጅ ፍሎት ኢልና ቶታል ዲቫይድ ካውንተር ኣቨሬጅ ዋን ከዓ ቶታል ፕላስ ካውንተር ሶ ከምዚ ክመፀና ንኽእል ነዚ ሴቭ ጌርና እንድሕር ተሂብናዮ

ሽምካ መን እዩ እንድሕር ተይሉ ኤሪትራዊ ይበሃል ይበሃል average of anything ኦኬ ሌንታ ፕሮግራም ኣይትሰርሕን ኣላ ሕጂ

Yeah ኣብ ዜሮ ምሳውን እያ ጠጠው ኢላ ኣቭሬጅ ናትኻ ሰብዓ ሸውዓተ ነጥቢ እዩ ንኣብነት ንበሎ ሕጂ ሓደ ተምሃራይ ንፉዕ ተምሃራይ ሚእቲ ሚእቲ ዘምጽእ እንድሕር ተኾይኑ ካብ ኩሉ ሳብጀክት ንኣብነት ሓሙሽተ ሳብጀክት ኣለዋ ካብ ሓሙሽተ ሳብጀክት ሚእቲ ሚእቲ ኣብታ ሓንቲ ግን ትስዓን ትሽዓተ እናምጽኡ ሸቕም ዝተብናዮ ክንደይ ኣምጽእ ተምሃራይ እዚ ትስዓን ትሽዓተ ነጥቢ ሰማንያ ፐርሰንት ኣምጺኡ ናቱ ድምር ከኣ ሓሙሽተ ሚእትን ኣርባዕተን ኣምጺኡ እቲ ነጥቢ ናቱ ቶታል ማለት ካብ ብኢድካ ኮለል ኢልካ ክትጽፍ ትብሎ ብፕሮግራም ጣዕጣዕጣዕ ኣቢልካ ምስ እቶም ይመጽእ ማለት እዩ ስለምንታይ ግን ኣብዚ ኣይትምፅል ነራ እስኪ ቸክ እዚኣ ክንገብራ ቀፃሊያ ፕሮግራም ከምዚ ፍላፕ ቴክኒካል ስኩል ከምዚ ትራይ

ሪተርን ከይገበርና እንታይ ትበና ይኸውን ስግት እምነት ንፍትና ያ ሕጂ እንታይ ይብለና ኣሎ ዋርኒንግ ሪተርን ዊዝ ኖ ቫልዩ ኢንት ፋንክሽን ሪተርኒንግ እናን ቫይድ ሕጂ እቲ እቲ ኢንት ገለ ነገር ከም ንህቦ ስለ ዘብል

ብደይ ዝኾነ እኳ ኮምፓይል ኤረር ትበና ማለት እዩ ዝኾነ ዋርኒንግ ገለገለ ትበነና ኣላ ሴፍ እንድሕር ተገይርና እቲ ሕጂ እንታይ ይብለና ኣሎ ዋላ ሓንቲ ጌጋ ኣይገበርናን ጥም ትኽ ኢሉ ብዘይ ጌጋ ስለ ዝበና ዘሎ so we are correct 100% ደበሳይ ወደዋ ሳሙኤል ወክባ ሳሙኤል ናይ ሽምካ እንድሕር ተይሉ ወዲ ኣምላኽ ወዲ ኣምላክ ወዲ ኣምላክ

zero the program is working really ጽቡቅ ትሰርሕ ኣላ so yeah we need to be proud so ከምዚ ገርና ዝኾነ ፕሮግራም ዝኾነ ዝደለናዮ ኣብዚ ኣብ ሪጅተር ኢና ማሳብ ዝኾነ ካምፓኒ ከምዚ ኢሎም እዮም ዝሓትኖ ማለት እዩ so ናይ ሎማዓንቲ ትምህርትና ከምዚ ይመስል